ሰላም ሰላም ናይ ዩቲብ ቻናለይ ተኸታተልቲ ከመይ ኣለኹምለይ ከመይ ትኾኑ እግዚኣብሔር ይመስገን ብጣዕሚ ሰላም እየ ብዘለኹምዎ ሰላምን ፍቕርን ንኣኻትኩም ናተመዮርዳ ሓፍትኩም እየ ንዩቲብ ቻናል ሓደሽቲ ዝኾንኩም እንኳዕ ዳሕና መፃኹምለይ ናበልኩ ሳብስክራይብ ናጎርኩም በዛ ናይ ደወል ምልክት ቤተሰበይ ኩኑ ሼር ላይ ኮሜንት ኣይትረስዑ ማለት እዩ ኣነ ከዓ ኩሉ ግዜ ልኣኻትኩም ክጠቕመኩም ይኽእል እዩ ትምሃርሉ ትኽእልኹም ክትዘናግዕሉ ትኽእልኹም ደወልኩም ኮታስ ሓፈሻዊ ቪድዮታት ለኣኻትኩም ክጠቅም ይኽእል እዩ ዝበልኩም ሒዘ ምምፃእይ ክሓምቕ ማለት እዩ ሰብስክራይብ ናገርኩም ቤተሰብ ይኩኑ ኣቱም ሰብ ሳብስክራይብ ትውሕዱ ኣለኹም ሰብስክራይብ እስከገሩ ባሲ ምንም ነገር ኣይጎድእይ ምንም ነገር ኣይቕነሰኩም እዩ ለኣና ከዓ ሳብስክራይብ ምግባር ዓብዪ ሓገዝ ዓብዪ ደገፍ ዓብዪ ሞራል እዩ ስለዚ ሓደ ኣብ ዩቲብ ንነጥፍ ሓውኩም ቪድዮ ክትሪኡ ከለኹም እሲ እግረ መንገድኩም ጥዋቕ ኣቢልኩም ሳብስክራይብ ናገርኩም ክትሓልፉ ይግበኣኩም ማለት እዩ ብሩኻተይ ናይ ልማዓንቲ ዳምፀአኒ ቪድዮ ካ ኣሕዋተይ ሓደ ሓደ ተሓታኒ ሕቶታት እየ መልሲ ሒዘልክን መፀ ማለት እዩ ገዛ ገዛ መሬት ዝገዛእኽዎ እኒኦ ገዛ ዝሰረትክዋ እኒያ ኣብ ከምዚ ዝበፅሐ እኒኦ ገዛይ እሞ ሕዚ ገዛ ሲ ገንዘብ ሒዝካ ላዓዲ ከይድካ ዶ ምስራሕ ይሕሸካ ወላስ ኣብዙ ኒኦናዮ ኮይና ኣብ ስደትና ኮይና መዓንጣና ስጢምና ስታገዛ ስሪሐ እያ ክኸድ ትብላ ኣሕዋት የለኽን ማለት እዩ። በነገራችን ላይ ክነግረክን በቃ ኣነ ከምናተይ ከም ዮርዳኖስ ዝብለክን ገዛ ምስራሕ ማለት ገዛ ምስራሕ ኩላትና ለንፈልጦ እዩ። ገዛ ምስራሕ ማለት ብጣዕሚ ትልኸበደ ትልኸበደ ዋጋ ለኽፍለካ ዓመታት ስለወስደካ ገዛ ምስራሕ ማለት ተኾነ ግን ከም ኣነ ብናቲ ሓሳብ ክመኸረክ እንተ ኮይኑ ደቂ ነዋይ ብዛዕባ ገዛ ኣብ ዝሰራሕኹ ቪድዮ ብዙሓት ሕቶታት ይኽን ሓቲትክናኒ ግን ሲ ኣውዚዶም ንሃደና ምስራሕ ይሸና ወላስ ዓዲ ኸድና ዝበልክናኒ ማለት እዩ። ገዛ ምስራሕ ስዑልካ ብሓደ ግዜ ጓል ኣንስተይቲ ኮይና ሰብ ስደት ኮይና ብሓደ ግዜ ገዛታት ሰሪሓ ካንሸሎ ብሉ ኣበሊጥክን ቆርቆሮ ውቂዕክን ብሎፎን ጌርክን ገዛ ዘና ኣቢልክን እሞ ከዓ ገዛስ ዋላ ሚእቲ ኣርባዓይ እሞ ንብላ ሚእቲ ኣርባዓይ ገዛስ እታ ሚእቲ ኣርባዓይስ ኩላ ወዲእኽያ ክትኸድኒ እክ ማለት ኣይኮነይ ንስኺ ጓል ኣንስተይቲ ኢኺ ተረዲኡኪ ዶ? እንድሕር ደኣ መሬት ገዚእኺ ሕዚ ንኣብነት መሬት ዝገዛእክያ ተለያትኪ ወይ ከኣ ዝሰረትክያ እንድሕር ኒኣትኪ ኮይና ማለት እዩ ብእውነት ሓቀይ እያ እዛ ገዛ እዛ ለገዛእኽያ መሬትኪ ፅቡቕ ኣብዚ ዓዲ ንሃለኺ መችም ኣብዚ እንድሕር ደኣ ንሃለኺ ገንዘብ ኣውፅኢኺ ዝኾነ ነገር ተለጌርኪ ገንዘብ ሒዝካ ምኻድ ፅቡቕ ኣይኮነ ብዝኾነ ግን ተዓቕምኺ እታ ገዛኺ ኣሰር ተቢልክን ኣብ ስደት ሃለኽን ኣሰር ተቢልክን ልድግፉ ቤተሰብ ሓው ስድራኽን ድሕር ዳኣልዮምኽን ኣሰር ተቢልክን ክልተ ገዛ ምስ ሓማማ ምስ ሽንቲ ቤታ ክልተ ክላስ ሳሎኒ መደቀሲ ካንሾል ለኣኽብ ኣቢልክን እዚኣ እንድሕር ደኣ ስራሕ ኣቢልክን ማለት እዩ ሳሎኒ መደቀሲ ምስ ሓማማ እዚኣተን ሰለስት እየን ስራሕ እንድሕር ዶ ኣቢልክን ኣሎ ማለት እዩ ኣብቲ ንፍዓት ዝኾንክን ጠንካራታት ዝኾንክን ኣሕዋተይ መሬት ገዚእኸን ወይ ከዓነ ከምዚ ልሰረት ክንኡ ተለክን መሬት ገዚእኸን ድሕር ኣሊኸን ንምስራሕ ተሓስባ ኣሕዋተይ እየ ንምስራሕ ተሓስባ ካብ ህዚ ኣብቲ ንሰራሕኸን ብጣዕሚ ጀጋኑ ጎበዛት በቃ እግዚኣብሔር ኣምላክ ሲ ዓድኽን ከይድኽን ኦፎይልክን ትነብራሉ ይግበርክን ሰሪሕኽንኽን እቴን ለይሰራሕኽን ካብ ሕዚ ክትሰርሓ ትሓስባ ኣሕዋተይ እትን ለይሰራሕኽንስ ካብ ሕዚ መሬት ክትገዝኣ ትሓስባ ኣሕዋተይ ይኹና እትን ገዛ ክትገዝኣ ትሓስባ ኹና ትልተሰረተ ክትገዝኣ ትደለ ኹና ገዛ ክበሃል ተሎሲ ገዛ ክበሃል ማዕሪ ክንደይ ዋጋ ይኽፍል ገዛ ገዛእኽን ኣሕዋተይ ባዕልኻ ዋላ ተለይ ገዛእኻ ብናይ ዕርኽትና ንርኢና ኣሕዋትና ንርኢና ናይ ብዙሓት ሰባት ንርኢና ሓር ክንደይ ዋጋ ይኸፍላ ማለት እዩ ብእውነት ልገዛ ይክብል እኮ እየ ልገዛ ክብለ ክንደይ ነገር ከም ዝፃወራ ግን ከዓ ገዛኻ ክትሰርሕ ከለኻ ገዛኽን ክትሰርሓ ተለኽን ሕጉስ ኮይንኽን ይኽን ተስፋ ለለክን ኮይንኽን ይኽን ኣብቲ ዳዕሮ ትሰርሓ ወይ ገዛይ እኳ ኣብ ከምዚ በፂሓትለይ ገዛይ እኳ ማዕፆ ገይረሉ በቃ ድሓን ወላ ተልኸፍአ ስራሕ ተለክንሲ ብተስፋ ይኽን ትቕመጣ ኣብቲ ዳዕሮሲ በቃ በዓልቲ ተስፋ ይኺ እና እንታይ እየ ክብል ደሊ ኣትን ገዛ ክትሰርሓ ትደሊ ኣሕዋተይ እቲ ገዛ ክትሰርሓ ተለኽንሲ ኣብዚ ከለኽን ኣብዚ ዓዲ ከለኽን ማለት ልወፃእ እኳስ ደሓን ቅልል ይብለክን ኣብ ስደት ስለለለኽን ሰሪሕኽን መቸም ብወርሒ ብወርሒ ስለተግኒ ኣለኽን ማለት እዩ እና ክትሰርሓ ተለኽን ሓንቲ ሳሎን መደቀሲ ሓማም ሰለስተ ክላስ ዝኾና ክልተ ክላስ ዝኾና ድሕር ደኣ ሰሪሕኽን እሱ ልክትሰርሕ መሬት ገዚኣ ሓንቲ ጓል ኣንስተይቲ ገዛ ከብቲ ክላስ ንክትሰርሐሉ ሓማም ንክትሰርሐሉ ክንደይ ዓመታት ይወስዳ በላ ምናልባት ቁርፅ ቁርፅ ኣቢልካ ትናገሮ ኣለካ ቀሊሉ እዩ እዚ ንክትሰርሕ እኳ ልተን ክልተ ክላስ ምስ ሽንቲ ቤትን ምናምን ክትሰርሕ እኳ ሲ ሸውዓተ ዓመት ሸሞንተ ዓመት ሽዱሽተ ዓመት እዩ ዝወስደላ ካብ ሓሙሽተ ዓመት ንላዕሊ እምበይ ካብኡ ንታሕቲ ምናልባት ኣብቲ ገጠር ናሽተይ ከተማ ብርካሽ ምናልባት መሬት ተገዚኣ እምበይ ኣብ ከተማ ዳሕና ልኾነ ብስሮ ድረኸሰ ገጠር ነገር ተገዚኣ እሞ ብረኸካሽ ተገዚኣቶ መሬት እምበይ ሓንቲ ጓለ መሬት ገዚኣ ገዛ ክተነድቕ ገዛ ክተሰርሕ እዚ ልክትገብርሲ ካብ ሓሙሽተ ዓመት ልላዕሊ እምበይ ካብ ሓሙሽተ ዓመት ልታሕትሲ በፍፅም የለይ ማለት እዩ ንምንታይ ነብረ ኣለኹ ስለልኾንኩ ናይ ብዙሓት ኣዕርኽተይ መሓዝተይ ስለልርኢ ማለት እዩ ስለዚ ሓሙሽተ ዓመት ሽዱሽተ ዓመት ተደኣ ጌርክሲ ተዓቕምኺ ሽዱሽተ ዓመት ሸውዓተ ዓመት ሸሞንተ ዓመት ተጌርኪ እቲ ዓቕምኺ ይብለክ ኣለኹ እቲ ዓቕምኺ ልግበርክ ግበርሲ ጓል ኣንስተይትሲ ኩሉ ብሓደ ግዜ ገዛ ወዲኣ ኣይትኸእሎይ ኣይከኣል እዩ ኣይከኣል እዩ ማለተይ ግዲ ዕድማ እያ ክትወድእ ዘይምሱል እያ ክትመስል ደማ እያ ክትወድእ ኣብ ስደት ስነዊሕ ዓመት እያ ክትፀንሕ ልዕሊ ዓሰርተ እያ ክትፀንሕ ትሽዓተ ካብኡታት እያ ካብኡ ላዕሊ እያ ክትፀንሕ እምበይ ክትውድኦ እኮ ትኽእል እያ ከም ዘይውዳእ የለይ እንተኾነ ግን ገዛ ካብ ኮፍ ኢልክ ናብ ዳዓረብ ዕድመኻ ናቃፀልካ ብድኻም ብስታይ ኣመና ስትረስ ኣይትግበራ የልለክን ከም ዓቕምኽን ስርሓ ከም ዓቕምኽን ግን እኒኒ ትብላ ገዛኻ መሕቆቢትካ ወላ ጉጅ ትኹን ተልያትካ ሕጉስ ኢኻ ኣብ ስዲ ዓረብ ኮይንኻንሲ ፍረሽ ኮይንኻ ንኸን ትሰርሓ ገዛ ይኒኣትኒ ከምዚ ከምዚ ከምዚ ክገብረላ እየ ብቐፃሊት ወርሓ ከዓ ከምዚ ክገብር እየ በቃ ፕሮግራም ጌርክን ህይወትክን ብፕሮግራም ስለልኸድሉ መንገድኽን ብጣዕሚ ሕጉሳት ኢኽን ትኾና እና ኣትን ገዛ ክትገዛ ምንም ፕሮግራም ዘይብልክን መሳርሒና ሒዝና ዓድና ክንኣቲና ትብል ኣሕዋተ የፅቡቅ መሳርሒካ ሒዝካ ከይድካ ጠንኪርካ ዓድካ ትሰርሕካ እውን መሬት ለይግበር ኣይኮነ ገዛ ለይግበር ኣይኮነ ናብ ወለድካ ሂወትና ነበርካ ላይፍካ ናሕለፍካ ምስ ሰብካ ምስ ቤተሰብካ ቤተክርስትያን ከላ ሰዓም ካለ ጠንኪርኪ ኣብ ዓዲ ክሰርሕ እየ ትልክለ ይከኣል እዩ ይከኣል ይኮነ ኣትን ስደትን ይኽን ኣሕዋትይ ልበዝለፀ ልሐሾ ግን ወላ ገጠር ትኹን ድሕር ደኣ መሬት ክንገዝእ ይኽን ካብ ላብ ዓዲ ገንዘብ ሒዝክን ትኸዳሲ ኣብዚያ ናሃለኸን ኣብዚያ ናሃለኸን ኣብዛ ስደት ወላ ስቆይ ክንክብ ኣኽብብ ኣቢልክንሲ ሓንቲ ክላስ ክልተ ክላስ ሰሪሖን ትኸይድኽን ሕጉሳት ይኽን ትኾና ምንም ነገር ለይብሉ ገንዘብ ሒዝካ ትኸይድኻ ግን ገንዘብስ ምጥፋኡ እዩ እኩ ማለት እዩ እና ኣብዛ ስደት ዝሃለኽን ተሰሪሕኹን ብልበለፀ ከም ዓቕምኽን ሓንቲ ክላስ ድያ ክልተ ክላስ ድያ ሰለስተ ክላስ ድያ ንሲ ከም ዓቕምኽን ተሰሪሕኽን ተመራፂ ባህሊት እየ ከም ኣነ ዮርዳኖስ ዘለሓተት ክናን ሕቶይ መልሲ ለለምፃኽዋ ማለት እዩ ብሩኻት እዩ ከም ምኽር እምበይ ብዙሓት ለባማት ኣሕዋተይን ይኽን ይኽን ብዙሓት ፈላጣትን ይኽን ይኽን እስኽን ንባዕልኽን ለ ከምኡ ኢልክን ኣብ ኮሜንት ክትጽሕፋ ከለኽን እኮ ናይ ባዕልኽን ፕሮግራም ናይ ባዕልኽን ኣካይዳ ናይ ባዕልኽን ሓሳባት እኒኦኹን መቸምሲ ኣነ ብለወልክዎ ክኾነ ኣይኽእል እዩ ተረዲእክን ዶ ከምቲ ናተይ ሓሳብ ትሓስባላ ትህልዋ ትኽእላ ይኽን ዓይኖ ገንዘበይ ሒዘ ከይደ ምናልባት ለየሰርሕ ልሕግዝ ሰብ ቤተሰብ ካለ ይጥዕሞ መብ ገጠር ተኮይኖም ሓው እንድሕር ዘይብልካ ሓፍቲ እንድሕር ዘይብልካ ህዝፍቲ ዝገዛእካዮ ከተማ ተኻ ትገብር ኮንትራት ሂብካ እውን እኮ ኮንትራት እውን ተኸታታሊ ሰብ የድልዮ ሓጋዝ ተለይብልኽን እውን እኮ በቂ ዓድኻ ከይድኻ እቲ ገንዘብክን ሒዝክን ቆጢብክን ሰሪሕኽን ተኸይድኽን ዜን ዜን ዜን ዜን ሲ ልገዛ እየን ኢልክን ድሕር ከይድኽን እኮ ዓድኽን እውን ከይድኽን ፍትሕ ኢልክን ክተስትርሑ እትኽእላኽን ኮፍ ኢልክን ባዕልኽን ደው ናረእኽን ፅቡቅ ተስርሑ እትኽእላኽን ማለት እዩ ተኾነ ግን ኣብቲ ዓድና ከይድኻ ሲ ወፃእ ጥራሕ እዩ ተረዲእክን ወፃእ ጥራሕ ይኒኤካ እንዲ ኣታዊ ይብልኻ ስለዚ ኣብዚ ንሃለኻ ንእሽቶን በቃ ኮፍ ኣቢልካ ኣላ ንእሽቶይ ክልተ ክላስ ተኸይድኻስ ሕጉስ ኢኻ ትኾን እና ድማ ሓንቲ ቪድዮ እዛ ትመስል ነይራ ብቐፃሊ ቪድዮ ክስከብ ንራኸብ ባይ ብጣዕሚ እየ ልፈትየኩም